ኣቤት ናይ ሰብ ተንኮል፣ ኣቤት ናይ ሰብ ክፍኣት ብጣዕሚ እዩ ዝገርመካ እኮ ሰብሲ ዘይሓስቦ ዘይብሉ። ሰላም ሰላም ናይ ሸቤት ዩቱብ ተኸታተልቲ ዝኾንኩም ከመይ ኣለኹም? ሰላም ዲኹም? ኣነ ሰላሜ እግዚኣብሄር ይመስገን። ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ። ለማዓንቲ ድማ ብሓዱሽ ቪድዮ መፂኤኩም ኣለኩ ነዛ ቪድዮ ክትጅምሩ ከለኩም ላይክ ብምግባር ጀምሩ ኢኩም ሓደሽቲ ዝኮንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክብለኩም ይፈቱ ማለት እዩ ሳብስክራይብ ላይክ እንዳገበርኩም ስለ እተበረታትዑኒ ድማ ብጣዕሚ እየ ዘመስግን ሕጂ ውን ምብርታዕኩም ኣይፈለየኒ ክብል ይደሊ ማለት እዩ። ኣነ ክእረሞ ወይ ከዓ ከስተኻኽሎ ነገር እትደልዩ ድማ ኣብ ኮመንት ግደፉለይ ኢኹም ማለት እዩ። እምበኣር ለማዓንቲ ዝመፃኽዎ ብዛዕባ ሊልና ኣሌክስ እንዲ ህያብ ኢፍሬም እየ መፅኤኩም ዘለኹ ማለት እዩ። ከምዚ ትርእዎም ዘለኹም ሊልና ኣሌክስ ሄኖስ ኣሎ ኣለዉ ማለት እዩ ይቅርታ እና ብዛዕባኦም እየ መፅኩም ዘለኹ ማለት እዩ መጀመርታ ሊልና ኣሌክስ መርዓት ወዲኡ ናብ መቐለ ከም ዘበሉ እዮም ተናጊሮምና ዘለዉ ህያብና ኤፍሬም ማለት እዩ ገና ኣብ ዓዲግራት ዘለዉ እዩ ዝመስለኒ ነይሩ ግን ከዓነይ ኣብ ዓዲግራት ኩሉ ነገር ፕሮሰስ ተወዲኡ መርዓ ተወዲኡ ደጊምስ ናብ ስራሕና ኢሎም ማለት እዩ ካብ ዓዲግራት ናብ መቐለ ካብ ዝኸዱ ህያብና ኤፍረም ድማ ብጣዕሚ ደስ ዝብል ግዜ ከም ዘሕለፉ እዮም ተናጊሮም። ብጣዕሚ ደስ ዝብል ግዜ ኣሕሊፍና ዓዲግራት ከምዚ ኣይተፀበናዮይ ነይርና ብጣዕሚ እዩ ደስ ዝብል እንዳበሉ እዮም ነይሮም ማለት እዩ። ዓዲግራት ብጣዕሚ እያ ደስ ትብለካ ብሓቂ ኩሉ ሰብ ንምንባር ዝደልያ ዓዲ እያ ሰቡ ሰቡ ብጣዕሚ ለዋህ እዩ ተቀባሊ ጋሻ እዩና ብጣዕሚ እዩ ደስ ዝብል ኣብ ናይ መርዓ ሊልና ኣሌክስ ዝነበረ እውን ዘይተጸበይዎ ነገር ከምዚ ገጠሞም ዘይተጸበይዎ ኮለኩምስ ከምዚ ኣብ ኣዲስ ኣበባ ወይ ከዓ ኣብ ካልእ ዓድታት ብቦፌ እዩ ዝብላዕ ምግቢ ኣብ ትግራይና ተኾይኑ ከዓነይ ብተለይ ዓዲግራት ኣብ መቐለ ገለ እኳ ያው ይህሉ እዩ ቦፌ ምናምን ኣብ ዓዲግራት ምናምን ግን ብሓባር ኮይንኻ እዩ ዝብላዕ ኩልኻ ተኣኪብካ እዩ ዝብላዕና ብጣዕሚ እዩ ደስ ዝብለካ ማለት ባህሎም ኣይገደፈዎን እዚ ሕብረት እዩ ደስ ዝብለካ ማለት እዩ ተኣኪብካ ክትበልዕ ከለኻሲ በረከት እዩ ንባዕሉ ማለት እዩ እና ከም ዝፈተይዎ ብጣዕሚ ደስ ኢልዎም ኤፍሬም ብጣዕሚ እዩ ጠሚኒ ነይሩ እና በቃ ምግብሲ ኣይመፅእ ድዩ ኣበይ ድዩ ቦፌ እንዳበልኩ እንዳ ኣለሽከ ነይረ ግን ድማ በቃ ምግቢ ሃውኒ ክስካብ ዝብል እየ በፂሐ ብጣዕሚ እየ ጠሚኒ ነይሩና በቃ ከምዚስ ኣይተጸበኽዎይ ነይሩ ዘይተጸበኽዎ ነገር እዩ ገጢምኒ ግን ድማ ብጣዕሚ እዩ ደስ ዝብል ጉዳይ ጥሕለወን እንዳዋጉዕላ ነይሮም ምስ ህያው ማለት እዩ ማለትሲ እታይ እዩ ማለት መጀመርያ ከም ዘይፈተዎ ደሓር ግን ብጣዕሚ ደስ ዝብል እና ኣምፅኡለይ ኣምፅኡለይ ከም ዝብል እዩ ኮይኑ ነይሩ እያ ኢላ ህያ ማለት እዩ እና ብጣዕሚ ደስ ዝብል ግዜ ከም ዘሕለፉ ንበዓል ኣሌክስ ብጣዕሚ ከም ዝተንከባኸብዎም በዓል ዳጊ ኩሎም ብጣዕሚ ደስ ዝብል ግዜ ኣሕሊፍና እንዳበሉ እዮም ማለት እዩ። ሕጂ ድማ ካብ ማለት ፕሮግራም ጌርና ናብ ናይ ሊሊና ኣሌክስ መርዓ መፂና ግን ድማ ብጣዕሚ ማለት ብዙሕ ነገራት ብዙሕ ዓድታት ክንርኢ ኢና ንሓስብ ነርና ግን ምስ ግዜ ሕፅረት ኣይጠዓመናይ ዘሎ ኣብ ውቕሮ ከም ዝበፅሑ ዝኾነ ክርስትና ገለ ነይርዎም ውቕሮ ከም ዝበፅሑ ተናጊሮም ማለት እዩ። ኤፍሬም ዕዳጋ ሓሙስ ስንቃጣ ምናምን እንዳበለ እንዳተናገረ ነይሩ ማለት እዩ። ብጣዕሚ ትግርኛ ክኢሉ ጎበዝ እዩ። ካብኡ ድማ ካብ ውቕሮ ሓሊፎም ድማ መቐለ ናብ ቤተሰብ ከም ዝመፁ እዩ ማለት እዩ። ተስፋ ይገበር መቐለ በፂሖም ኣክሱም ክኸዱ ኣክሱም ፅዮን ተሳሊሞም ክመፁ ተስፋ ይገብር ናይ ብዙሕ ተመልከትቲ ድማ ጥያቄ እዩ እና ተስፋ ይገብር ክኸዱ ማለት እዩ እና ናይ መጀመርያ መእተወ ርእሰይ ብዛዕባ ሊልና ኣሌክስ እዩ ነይሩ ማለት ስለሰ ማለት እዩ እዛ ፎቶ ሪኢኹም ኢኹም መጀመርያ ማለት እዩ ከመይ ኢላ ከም ዝነበረት ሊሊ ንዮናስ ቶኪራ ከም ዝጠመተቶ ማለት እዩ እና ሰብ ድማ ንምንታይ ሄኖስ ግርማ ሞገስካ መህነን ሰብኣያ ገዲፋሲ ሃነን ከም ትብል ጌርካያ ንሊሊ ኢለን እንዳተዛረቡ ነይሮም ሰባት እና ሰብ ግን ብምንታይ ኣንግል ወይ ከዓ ብምንታይ እንትን እዩ ዝሓስብ እንድዒ ማለት ሕዚ ስለ ዝጠመተቶሲ ካሊእ ወይ ከዓነ ብኻሊእ ኣይኮነት እዩ ማለት ዝኾነ ነገር ኢላቶ ኣጋጣሚ ናይ ካሜራ ነገር ትፈልጢኹም ገጭ ኣቢልዋ ክኾን ይኽእል እዩ ካሜራ ክዓርጉም እንድዩ እዚኣስ ዘውፅኻ ካሜራማን እና ሰባት ከዓኒ ናብ ብዙሕ ነገር ኢኻ ትጥምጥሞና ከምዚ ናብ ዘይኮነ ተለኢበካሲ ሕዚ ዝኾነ ነገር ተርእኻ ክትሓልፍ ኣይትኽእልን ኣብዚ ሕዚ ግዘና ዝሮ ዝሮ ንኣሌክስ ናሊለ እኳ ምንም ዘምፅኦ ተፅዕኖ ነገር የለይ ናይ ሚዲያ ነገር ስለልፈልጥዎ ምንም ዘምፅኦ ነገር የለይ ግን ናይ ሰብ ግን ይገርመካ ህ ሊሊ እ፣ ንዮናስ ተፍቅር እዮ ድኸይ ኢሉ ኣሌክስ ከዓኒ ከም ዝኾርየላ ማለት እዩ ሊሊ ድማ ሓዜና ማለት እዩ ግን ፕራንክ እዩ ፕራንክ እዩ ቤተሰብ ናይ ሓቂ ከይመስለኩም ፕራንክ እዩ ከምኡ ኢሉ ፕራንክ እዩ ገይርዋ ማለት እዩ እዛ ፎቶ ስለተመልከታ ሸር ስለዝበልዋ ሰባት ብኣመልኪት እዩ ፕራንክ ገይርዋና ሊሊ ድማ ተናዲዳ ነይራ ማለት እዩ ኣብ ግዜ ሕጽኖቶም፣ ኣብ ግዜ መርዓኦም ሕጂ ክሓዝኑ ወይ ከዓ እንትን ሓደ ሓደ ነገር ክብሉ ኣይደልዩን እዮም። ሕጂ ናይ ሓጎሶም ናይ ደስታኦም ግዜ እዩ ማለት እዩ። ዝዝናነየሉ ዝሕጎስሉ እምበር ሕጂ ዝሓዝነሉ ምናምን ኣይኮነ። እዚ ግን ኖርማል ጨዋታ ፕራንክ እዩና ግን ናይ ሰብ ግን ክንደየናይ ናብ ሕማቅ ነገር ከም ዝጥምዘዝ እዩ ዘርእየካ ኣብዙይ ማለት እዩ እና ህያብና ኤፍሬም ኣሌክስ ደጊም ናብ መምላሶም ገጽዮም ኣዲስ ኣበባ ኣዲስ ኣበባ ናብ መምላሶም ገጽዮም ማለት እዩ። ብጣዕሚ እዩ ደስ ዝብል በቃ ማለት ኤፍሬምና ህያው ትግራይ ብምዃዶም ኣነ ብጣዕሚ እየ ደስ ኢልኒ እንድዒ ብጣዕሚ እየ ሕግስቲ ኮይነ ንምንታይ እየ ኣይፈልጥን በቃ ኣነ ብጣዕሚ እየ ዝፈትዮም ብጣዕሚ እየ ዘኽብሮም እና ሕጂ እውን ፍቕርኹም ብዝሕ ትርፍ ይበል ፍቕርኹም ይሰስን ክብል ይደሊ ማለት እዩ እና ናይ ልምዓቲ ሒዝያ ዝመፅኣ ቪድዮ ነዚያ ትመስል ነይራ ኣብ ቀፃሊ ቪድዮ ክሳብ ንራኸብ ሰሰናይ ንዓኹም ባይ ባይ